ሎሚ ሳንቡእና ዘጽርዩ፣ ጥዕናና ንምሕላው ብጣዕሚ ዝጠቕሙ ሸሞንተ መግብታትን መስተታትን ከምኡ ድማ ንቑሩብ ደቓይቕ ጥራሕ ብምስራሕ ሳንቡእና ንምጽራይ ዝሕግዙ ናይ ኣታናፋፍሳ ዓይነት ክንሕብረኩም ኢና። ብተወሳኺ ድማ ንጥዕና ሳንቡእና ዝጠቅም ሻሂ ውን ክንርኢ ኢና። እምበኣር ንወዲ ሰብ ንምንባር ካብ ዘድልዩዎ ቀንዲ ቀንዲ ክፍሊ ኣካላትና ጠቐምቲ ካብ ዝበሃሉ ከም በዓል ሓንጎል፣ ኩሊት፣ ፀላም ከብዲ፣ ሳምብ እውን ብቐዳምነት ዝስራዕ እዩ። ኩሉ ግዜ ጥዕንኡ ክንሕልወሉ ዝግባእ እኳ እንተኾነ ግን ኣብዚ ዘለናዮ ናይ ኢንዳስትሪ ዓለም ብዝፍጠር ምብልሻው ኣየርን ምክንኻን ክንገብረሉ ይኸብደና ይኸውን። ኣብ ነፍሲ ወከፍ ሰከንድ ኣየር ክንስሕብ ከለና ከይፈለጥና ንሳንቡእና ዝጎድእ ኬሚካላት ንስሕብ ኢና። እንምገቦምን እንሰትዮምን ብኬሚካል ዝተሞልኡ ምዃኖም እውን በብጊዚኡ ንሳንቡእና ይጎድእዎ እዮም። መብዛሕትና ንነብረሉ ከባቢ ኣየር እውን ዝተበከለ ብርሰሓት ዝመልኣ ስለዝኾነ ሽጋራን መሰልቱን ነትክኽ እንተኾይንና ድማ ኮነ ኢልና ዕድመ ሳንቡእና ነሕጽር ከምዘለና ምርዳእ ከድልየና እዩ። ኣብዚ ሕጂ ግዜ ድማ ንኣካላትና ዲቶክስ ንምግባር፣ ማለት ምጽራይ እንዳተለመደ ክኸውን ከሎ፣ ንሳንቡእና እውን ልክዕ ከምቶም ካልኦት ክፍለ ኣካላትና ኣብ ሓጺር ግዜ ምጽራይ ይከኣል እዩ። ሽሕ እኳ ኣብዚ ሕጂ ግዜ ነዚ ንምሕጋዝ ዝተፈላለዩ ሳፕሊመንት ኣብ ዕዳጋ ዘለዉ እንተኾኑ፣ ነብስና ግን ብዝሓሸ ባዕሉ ንባዕሉ ናይ ምጽራይ ዓቕሙ ክብ ዝበለ ስለ ዝኾነ፣ ንሕና ጥራይ ክንገብሮ ዘለና ነገር እንተሃልዩ ተፈጥራዊ መግብታትን መስተታትን ምውሳድ እዩ። እዞም ናይ ተፈጥሮ ኣማራጺታት ካብ ሳሙና ዘየድልዩ ጎዳእቲ ነገራት ምጽራይ ጥራይ ዘይኮነ፣ ንሓፈሻዊ ኩነታት ጥዕናና፣ ኣእምሮናን ኣካላዊ ጥዕናና እውን የመሓይሹ እዮም። ብዝኾነ ግን ነዚኢታት ዝጠቕመና ሸሞንተ መግብታትን መስተታትን ከምኡውን ዓይነት ኣተናፋፍሳ ክሕብረኩም እየ ምሳይ ጽንሑ። ቅድሚኡ ግን ዝፈትወኩም ክቡራት ተኻታተልቲ መደበይ ናብዚ ቻነል ተል ሓደሽቲ ተለኹም ሳብስክራይብ ክትገብሩን ነታ ናይ ቀጭን ምልክት ድማ ሓንሳብ ክትጥውቕዋ ብትሕትና እሓተኩም። ቀዳማይ፣ ኣናናስ። ኣናናስ ኣብ ውሽጡ ካብ ዝሓዞም ንጥረ ነገራት ሓደ ዝኾነ ብሮሚለን ዝበሃል ኢንዛይም ኣብ ውሽጢ ሳንቡእና ንዝፍጠሩ ሕበጣትን ቁስልታትን ምክልኻል ይኽእል እዩ። ካብዚ ሕበጣትን ፀረ ነድሪ ባህሪኡን ብተወሳኺ ኣብ ውሽጢ ሳንቡእና ንዝውህለሉ

ምስ መዓር ጅንጅብል ቁሩብ ጨውን ጌርካ ምስታይ ብዘይ ናይ ሓኪም ትእዛዝ ካብ ዝሽየጡ መድሃኒታት ሰዓል ብሓሙሽተ ዕጽፊ ብቕልጡፍ ነቲ ጸገም ንምእላይ ይሕግዝ። ካልኣይ ኣፕል ኣፕል ናይ ሳንቡእ ጥዕናና ንምምሕያሽ ካብ ዝሕግዙ ፍሩታታት ሓደ ክኸውን ከሎ ኩሉ ግዜ ከም ዝበሃል ኣፕል ኩሉ ግዜ ምብላዕ ናብ ሕክምና ምምልላስ ዕድልና የጽቡይ። ኣፕል ከም ፍላቮናይድ፣ ቫይታሚን ስን ዝኣመሰሉ ብዙሕ ኣንቲኦክሲዳንት ዝዀኑ ንጥረ ነገራት ዝሓዘ ብምዃኑ፣ ሳንቡእ ንምጽራይን ጥዕናና ንምሕላውን ብጣዕሚ ተመራጺ እዩ። ኣፕል ብተደጋጋሚ ምምጋብ ካብ ኣዝማን ናይ ሳንቡእን ካንሰርን ናይ ምቅላዕ ዕድልና ከም ዘጽብቦ መጽናዕትታት ይሕብሩ። ብተወሳኺ፣ ሽጋራ ምትካኽ ገዲፎም ኣፕል ዝበልዑ ወይ ከኣ ጽሟቕ ዝሰትዩ ሰባት፣ ሳንቡኦም ካብ ዝወርዶ ጉድኣት ናብ ንቡር ንኽምለስ ዝወስደሎም ግዜ ብጣዕሚ ሓጺር እዩ። ሳልሳይ፣ ኮሚደረ። ኮሚደረ ብጣዕሚ ንሳንቡእ ጠቓሚ ዝኾነ ልዑል ኣንቲ-ኦክሲዳንት ትሕዝቶ ዘለዎ ላይኮፒን ዝተባህለ ንጥረ ነገር ንረኽበሉ መግቢ እዩ። ብርግጽ ኮሚደረ ብዝኾነ መልክዑ ተተመጊብናዮ ንሳንቡእና ጠቓሚ እዩ ዝኸውን። ኮይኑ ግን ብዝበለጸ መልክዕ ጾሚቕና ክንሰትዮ ከለና ዝምረጽ እዩ። ኮሚደረ ብሽጋራ ይኹን ብካልኦት ኬሚካላት ሳንቡኦም ዝተሃሰዩ ሰባት ቀልጢፎም ንኽሓውዩ ዝሕግዝ ክኸውን ከሎ፣ ተደጋጋሚ መጽናዕቲ ከምዘርእዮ ኮሚደረ ኣብ መተንፈሲ ቱቦታት ኣካላትና ንዝፍጠሩ ሕበጣት ናይ ምጉዳል ዓቢ ዓቕሚ ኣለዎ። ራብዓይ ርግኦ፣ ርግኦ ብካልሽዩም፣ ፖታሽዩም፣ ፎስፎረስን ሰሌንዩም ዝሃብተመ ንጥዕና ብጣዕሚ ተመራጺ መግቢ ክኸውን ከሎ ንጥዕና ሳንቡእ ድማ ብጣዕሚ ኣድላዪ እዩ። ርግኦ ብፍላይ ክሮኒክ ኦብስትራክቲቭ ፖሎሙናሪ ዲዝስ ወይ ከኣ ብሓጺሩ ኣጸዋውዓ ሲኦፒዲ ተባሂሉ ንዝፍለጥ፣ ንናይ ሳንቡእ ዓቕሚ ዘዳኽም ሓደገኛ ሕማም ንዘሎ ተቓልዖ፣ ናይዚ ሕማም እዚ ምልክታት፣ ፍኹስ ኢልካ ንምትንፋስ ምሽጋር፣ ተደጋጋሚ ዓኽታ ዘለዎ ሰዓል፣ ከተተንፍስ ከለኻ ጺጽ ዝብል ድምጺ ምውጻእ፣ ቀንዲ ምልክታት ክኾኑ ከለዉ፣ ከም በዓል ርጎ ዝኣመሰሉ ናይ ዳይተሪ ፋይበር ትሕዝቶኦም ልዑል ዝኾነ መግብታት ምምጋብ ንናይ ሳንቡእ ካንሰር ዘለዎ ምቅላዕ ከም ዝቕንስ መጽናዕትታት ኣረጋጊጾም እዮም። እቶም መጽናዕትታት ከም ዝሕብርዎ፣ ልዑል ትሕዝቶ ፋይበር ዘለዎም ከም በዓል ርግኦ ዝኣመሰሉ መግብታት ኣዘውቲርካ ምምጋብ ንናይ ሳንቡእ ካንሰር ሕማም ናይ ምቅላዕ ዕድልና ብዒስራ ሚእታዊት ከም ዘጉድል ይኸውን። ሓምሻይ፣ ቀጠልያ ሻሂ። ቀጠልያ ሻሂ ወይ ከኣ ግሪን ቲ ምናልባት ካብ ማይን ቡንን ቀጺሉ ንጥዕናና፣ ብጣዕሚ ብጣዕሚ ወሳኒ ዝኾነ መስተ'ዩ። ብዙሓት ሰባት ቀጠልያ ሻሂ ክሰምዑ ከለዉ ትዝ ዝብሎም ክብደት ንምቕናስ ክሓስቡ ከለዉ'ዩ። እንተኾነ ግን በብመዓልቱ ግሪን ቲ ምስታይ ካብ ዝህቦም ብዙሓት ጥቕምታት ሓደ ሳምቡእ ጥዑይ ኮይኑ ንኽጸንሕ ምሕጋዝ'ዩ። ቀጠልያ ሻሂ ብዘለዎ ልዑል ኣንቲ ኦክሲዳንትን፣ ኣንቲ ኢንፍላማቶሪ ትሕዝቶ ናይ ሳምቡእ ሰራውር ካብ ቁስልን በሰላን ወይ ከኣ ፋይብሮሲስ ይከላኸል እዩ። ፓሎምናሪ ፋይብሮሲስ ምስ ዘጋጥም ኣብ ሳምቡእ በሰላታት ንዝፍጠሩ ካብ ዝረኣዩ ምልክታት ናይ ትንፋስ ምቁርራጽ፣ ተደጋጋሚ ደረቕ ሰዓል፣ ክብደት ምንካይን ናይ ጽፍርና ቅርጺ ምቕያርን ወይ ድማ ምሕባጥን ቀዳሞት እዮም። እቲ ሕማም ኣብ ከይዲ ምስ ዝጋደድ ብዓቢኡ ከም በዓል ጸቕጢ ደምን፣ ናይ ሳንቡእ ካንሰር ዝኣመሰሉ ሕማማት ናይ ምቅላዕ ዓቕሚ ኣለዎ። ስለዚ ነዚ ሕማም ሳንቡእ ንምክልኻል ቀጠልያ ሻሂ ብጣዕሚ ጠቓሚ እዩ። ሻድ ሻይ ዱባ፣ ዱባ ናይ ሳንቡእና ዓቕሚ ዘመሓይሹን ሕማም ዝከላኸሉን ከም በዓል ካሮቲን፣ ሊዩቲንን ዚዩዛንቲን ዝኣመሰሉ ንጥረ ነገራት ዝሓዘ መግቢ እዩ። እዞም ንጥረ ነገራት ድማ ሳንቡእ ብጎዳእቲ ኬሚካላት ንዝወርዱ ሕበጣትን ቁስልታትን ዘጉድል ክኸውን ከሎ፣ እዚኣቶም ብልዑል መጠን ኣብ ውሽጢ ደሞም ንዘለዎም ሰባት በቲ ልሙድ ናይ ሳንቡእ ሕማማት ናይ ምጥቃዕ ዕድሎም ዝተሓተ እዩ። ብፍላይ ድማ ሽጋራ ዘትክኹ ሰባት፣ ከምቲ ኣቐዲምና ዝረኣናዮ፣ እዞም ንጥረ ነገራት ዘለዎም ከም በዓል ዱባ ዝኣመሰሉ ምዝውታር ከም ዘለዎም ይምከር። ምኽንያቱ ድማ ኣትከኽቲ ሽጋራ ካብቶም ዘየትክኹ ኣብ ውሽጢ ደሞም ኣንቲ ኦክሲዳንት ብ ዕስራን ሓሙሽተን ሚእታዊት ኣብ ደሞም ዝተሓተ ዓቐን ስለ ዘለዎምን ብቐሊሉ እውን ንናይ ሳንቡእ ሕማም ስለ ዝቃልዑ እዮም። ሻብዓይ፣ ጅንጅብል ኣብ መተንፈሲ ኣካላትና ንዝረኣ ሕበጥ ኣብ ምክልኻል ዓቢ ግደ ዘለዎ ኣብ ቅድሚት ዝስራዕ ጅንጅብል እዩ። ሳንቡእ ጥዑይ ኮይኑ ንክቕጽልን ንምጽራይን ዓቢ ግደ እዩ ዝጻወት። ጅንጅብል ከም በዓል ፖታሽየም፣ ማግኔዥየም፣ ቤታ ካሮቲንን ዚንክን ዝተፈላለዩ ሚነራላትን፣ ቫይታሚናትን ዝሓዘ ክኸውን ከሎ፣ ሓደ ሓደ መጽናዕትታት ከም ዘርእይዎ'ውን ንናይ ሳንቡእ ካንሰር ዘምጽኡ ሴላት ከም ዝቐትሎም'ዩ ዝፍለጥ። ብቐጻሊ ናይ ጅንጅብል ሻሂ ምስታይ ካብ ናይ ሳንቡእ ጥዕና ምሕላው ሓሊፉ ንሓፈሻዊ ናይ ኣካላትና ናይ ሕማም ምክልኻል ዓቕሚ'ውን መዳርግቲ ስለ ዘይብሉ፣ ሰዓል ክንሓምም ከለና ጥራይ ዘይኮነ፣ ኩሉ ግዜ መዓልታዊ ናይ ምስታይ ባህሪ ከነማዕብል ይግበኣና። ሻምናይ፣ መዓር። መዓር ኣብ ሳንቡእናን መተንፈሲ ኣካላትናን ንዝፍጠሩ ናይ ባክተርያታት ረኽሲ ናይ ምክልኻል ዓቕሙ ዓቢ እዩ። ስለዚ ድማ ብፍላይ ንግሆ ኣብ ጥራይ ከብድና መዓር ምብላዕ ዝምከር ክኸውን ከሎ፣ ኣብ ከባቢ ሳንቡእ ንዝውህለሉ ልፋጫት ንምእላይ፣ ንዝተዓጸዉ መተንፈሲ ኣካላትና ንምኽፋት እውን ይሕግዝ እዩ። ብተወሳኺ ድማ መዓር ክሳብ ሕጂ ካብ ዝጠቐስናዮም መግብታትን መስተታትን ሓዋዊስና ክንወስዶ ንኽእል ክኸውን ከሎ፣ ናይ ሳንቡእ ዓቕሚ ምስኣን ምኽንያት ገይሩ ምስ ዝመጽእ ሕጽረት ትንፋስ፣ ምሸት ናይ ምድቃስ ሽግር ዘለዎም ሰባት ንምፍዋስ ምሸት ምሸት ቅድሚ ምድቃስና ሓደ ማንካ መዓር ምውሳድ ሰላማዊ ድቃስ ንኽንድቅስ ዝገብረና እምበኣር እዚኣቶም ብፍላይ ንዝተሃስየ ሳንቡእና ንምጽራይን ናይ ሳንቡእና ጥዕና ንምሕላውን ካብ ዝሕግዙ ብልዕታትን መስተታትን ክኾኑ ከለዉ ብተወሳኺ ድማ ከም በዓል ጻዕዳ ሽጉርቲ፣ ናዕናዕ፣ እንጣጢዕ፣ ህሩድ፣ ካሮትን ኣራንሽን ውን ንሳንቡእ ብጣዕሚ ጠቐምቲ እዮም። ካብ ኣልኮልን ሽጋራን ዝኣመሰሉ ኬሚካላት ምርሓቕን ኩሉ ግዜ ድማ ኣብ ኣካላትና እኹል ማይ ምህላዉ ምርግጋጽ እዩ። ማለት መዓልታዊ እኹል ማይ ምስታይ ከምኡ ድማ ስፖርት ምዝውታርን ሳንቡእና ጥዑይ ኮይኑ ከም ዝጸንሕ ከም ዝሕግዝ ምፍላጥ የድሊ። ብተወሳኺ ሳንቡእና ቀልጢፉ ንኽጸሪ ንጥቀመሉ ናይ ኣተነፋፍሳ ቴክኒክ፣ Postural Drainage፣ ይበሃል። እዚ ሳንቡእ ናይ ምጽራይ ቴክኒክ፣ ናይ መግቢ ስሕበት፣ Gravity፣ ምርኩስ ጌርካ ዝስራሕ ክኸውን ከሎ ብሰለስተ ዓይነት ኣቋውማ ክንሰርሖ ንኽእል። ቀዳማይ፣ ኣብ ዓራት ወይ ከኣ ኣብ መሬት ደቂስና ኣብ ትሕቲ ርእስኹምን ብርክኹምን መተርኣስ ብምግባር ክብ ምስ በልኩም ቀስ እንዳበልኩም በፍንጫኹም ኣየር ስሓቡ። ክተውጽዎ ከለኹም ድማ ቀስ እንዳበልኩም ብኣፍኩም ኣውጽዎ። ነዚ ክትገብሩ ከለኹም ድማ ናይቲ ዝሰሓብኩምሉ ግዜ፣ ዕጽፊ ጌርኩም ኣውጽዎ። ንኣብነት ንምስሓብ ሰለስተ ሰኮንድ እንተ ወሲድልኩም ንምውጽኡ ድማ ሽዱሽተ ሰኮንድ ክወስደልኩም ኣለዎ። ነዚ ቴክኒክ ንውሑድ ደቓይቕ ምስ ሰራሕኩም ናብቲ ካልኣይ ምስጋር ትኽእሉ ኢኹም። ነቲ ካልኣይ ንምስራሕ ድማ ብጎንኹም ብምድቃስ ድማ መዓንጣኹም ብኢድኩም ወይ ድማ ንእስ ዝበለ መተርኣስ ብምግባር ነቲ ኣቐድም ኣቢልና ዝረኣናዮ ኣተነፋፍሳ ብምድጋም ንቑሩብ ደቓይቕ ጽንሑ እሞ እንደገና እታ ሓንቲ ጎንኹም ብምቕያር ሕጂ ውን ንቑሩብ ደቓይቕ ጸንሑ። እቲ ሳልሳይ ድማ ብኣፍ ልብኹም ብምድቃስን ኣብ ከብድኹም መተርኣስ ብምግባርን ኣፍ ልብና ንታሕቲ ነቑድና ምድቃስ እዩ። ድሕሪ እዚ ነቲ ቅድም ኢልና ዝረኣናዮ ዓይነት ኣተነፋፍሳ ምትግባሩ እዩ። Postural ድረይነጅ ዝተባህለ ናይ ኣተነፋፍሳ ቴክኒክ ኣብ ውሽጢ ሳንቡእና ንዝህልዉ ልፋጫትን ናይ ሳንቡእና ቱቦታት እውን ነፃ ዝገብር ክኸውን ከሎ እዚ ሰሪሕኩም ምስ ወዳእኩም ድማ ኣብ ውሽጢ ዝተጠቀዐ ልፋጭ ድማ ኣብ ግዜ ምስዓል ብመልክዕ ዓኽታ ክወፁ እዩ። እዚ ናይ ኣተነፋፍሳ ቴክኒክ ውፅኢታዊ ንምዃን ድማ ብውሕዱ ኣብ መዓልቲ ሓንሳብ ንዓሰርተ ሓሙሽተ ሰከንድ ምስራሕ የድሊ። ኣብ ሰሙን ድማ ንኣርባዕተ ወይ ከኣ ሓሙሽተ መዓልቲ ምስራሕ እኹል እዩ። ለይቲ ዝተኣከበ ንምእላይ ድማ ንግሆ ቅድሚ ምብላዕና ወይ ድማ ንናይ ምሸት ንምእላይ ቅድሚ ድቃስና ምስርሑ ይከኣል። ይኹን እምበር በሊዕና ጸጊብና ወይ ድማ ነፍሰጾራት ግን ክገብርኦ ኣጸጋሚ እዩ። ኣብ መወዳእታ ድማ ምስ ሳንቡእና ዝተተሓሓዘ ጸገማት መፍትሒ ዝኾነ ሓደ ሻሂ ክንሕብረኩም። ነዚ ሻሂ ንምድላው ኣብ ሓደ ኩፓያ ማይ፣ ሓደ ቀጠልያ ሻሂ፣ ፍርቂ ለሚን፣ ፍርቂ ማንካ ድማ ዝንጅብል፣ ሓደ ቆጽሊ ናዕናዕ ከምኡ ድማ ንእሽተይ መዓር ጌርና ብምፍላሕን መዓልታዊ ቅድሚ መግቢ ዕስራ ደቒቕ ኣቐዲምና ብምስታይ ናይ ኣየር መተሓላለፊ ቱቦታትን ሳንቡእናን ጥዕንኡ ንክሕሉ ይገብር። ዝፈትወኩም ክቡራት ተኸታተልቲ መደበይ በዚ ዘምጻኹልኩም ኣርእስቲ ተማሂርኩምን ተጠቂምኩምን ክትከኑ ተስፋ እገብር። ኣብ ዝመጽእ ብኻልእ ኣርእስቲ ክሳብ ንራኸብ ሰላም ቀንዩ። ህይወትኩም ብንቕሓት ምርሕዋ።